ሰላምን ጥዕናን ንዓኹም ይኹን ዝኸበርኩም ሰማዕትና ኣርእስተ ዜናታት ብምቕዳም ንሎሚ ሰኑይ ዓሰርተው ሰለስተ ለካቲት ዝተዳለወ ሓጸርቲ ዜናታት ኣስዒብና ክንቕርበልኩም ኢና ንምክትታልኩም ንዕድም ብርክት ዝበላ ምምሕዳራት ከተማ ንስደተኛታት ዩክሬን ትምህርቲ ቋንቋ ሂባ ኣለዋ። ኣባላት ኣውሮጳዊ ሕብረት ኣብ ጉዳይ ስደተኛታት ምስምማዕ ስኢነን። ሕጹያት ፖሊስ ኣብ ዝሓለፈ ዕስራ ዓመታት ወሰኽ ደሞዝ ከም ዘይተገብረሎም ተገሊጹ። ኣርእስተ ዜናታት ክሰምዑ ጸኒሕኩም ክቡራት ሰማዕትና ዝርዝራቱ እነሆ። ኣስታት ኣርብዓ ዝኾና ምምሕዳራት ከተማ ሽወደን ንስደተኛታት ዩክሬን ናይ ቋንቋ ትምህርቲ ይህባ ኣለዋ። እዘን ምምሕዳራት ከተማ ብዘይ ዝኾነ ምወላ መንግስቲ ነዚ ይገብራ ምህላወን ሬድዮ ሽወደን ዘካየደቶ ዳህሳስ ሓቢሩ። እዚ ትምህርቲ ቋንቋ ሰባት ቀልጢፎም ንኽወሃሃዱን ስራሕ ንኽረኽቡን ክሕግዝ እዩ ዝብል ተስፋ ኣሎና ክትብል ኣብ ቫርምላንድ ምምሕዳር ከተማ ሱን ዋና በዓልቲ መዚ ትምህርታዊ ጉዳያት ኣን ዩለንሰን ገሊጻ ኣላ። ሚኒስተር ሽቕለትን ምውህሃድን ዮሃን ፐርሸን ብወገኑ፣ መንግስቲ ንስደተኛታት ዩክረይን ዝኸውን ዝተፈልየ ኣገባብ ትምህርቲ ቋንቋ የዳሉ ምህላዉ ኣመልኪቱ'ሎ። ካብ ኣህጉራዊ ባይቶ ፌንሲንግ እተረኽበት ናይ ቪድዮ ምስሊ ናብ ሓፋሽ ቃልዕ ምዃና ተገሊጹ። ኣብታ ቪድዮ፣ ፕረዚደንት ፌደረሽን ፌንሲንግ ኦቶ ድረንግበርግ መደረ እናስመዐ ሰማዕቱ ብዋጭዋጭታን ብምህራም ጣውላን ዘረብኡ ከም ዘይቅጽል ምግባሮም እያ እተርእይ። ንሱ ኣብ ክልተ ሽሕን ዕስራን ኣርባዕተን ስዑዲ ዓረብ ኣብ ስዑዲ ዓረብ ዝግበር ዓለም ለኸ ግጥም ንኣሽቱ ኣመልኪቱ ዘለዎ ስክፍታ እናገለጸ እዩ እዚ ናይ ተቓውሞ ዋጭዋጭታ ተሰሚዑ። እቶም ካልኦት ጉጅለታት በቲ ኩነታት ብጩቕ ዘይምባሎም ኣገሪሙንን ኣሕዚኑንን እዩ ክብል ኦቶ ንሬድዮ ሽወደን ገሊጹ ኣሎ። ኣብ ስቶክሆልም ቤተ መዘክር ሮያል ኣርመሪ ብዩክሬናዊት ስደተኛ እተዳለወ ናይ ኣርት ኤግዚቢሽን ተኸፊቱ። ኣብቲ ምድላው ቤትና ዘርእስታ ብሕብርታት ወታደራዊ ክዳን እተቐብአ ገመዳት ንምርኢት ቀሪባ ኣላ። እዚ ብሉድሚላ ክሪስተስቫ ዝቐረበ ምርኢት፣ ኣብ ዝሓለፈ ጽድያ እውን ከም ግብረ መልሲ እቲ ኲናት ተራእዩ ምንባሩ ሬድዮ ሽወደን ጸብጺባ ኣላ። ዕላማ ናይዚ ኣርት ኤግዚቢሽን ንስድራቤታት ሽወደንን ዩክረይንን ብኣርት ኣቢልካ ንምቅርራብ ምዃኑ እታ ሬድዮ ወሲኻ ገሊጻ ኣላ። ኣብዚ ናይ ኣርት ኤግዚቢሽን ዝቐረቡ ብሕብርታት ወታደራዊ ክዳን ዝተቐቡ ገመዳት ኣብ እዋን ኲናት ማሽናትን ሰባትን ንምሽፋን ይውዕሉ ብምህላዎም ኣገደስቲ እዮም ክትብል ኣርቲስት ሉድሚላ ኣመልኪታል። ዝሓለፈ ምሸት ኣብ ዝተኻየደ ጉባኤ ኣውሮጳዊ ሕብረት ጉዳይ ስደተኛታትን ቁጠባን ቀንዲ ዛዕባ ምንባሮም ተገሊጹ። በዚ ድማ ኣብዚ ኣካታዒ ጉዳያት ፍታሕ ምርካብ ኣብ እንግድዓታ ንቆንስል ኣውሮጳዊ ሕብረት ከም ፕረዚደንት ኮይና እትመርሕ ዘላ ሽወደን ወዲቑ ኣሎ። ሓላፍነት ሓተትቲ ዑቕባ ክወስድ ዝግበኦ መን እዩ፣ ብኸመይ እዮም ከ ኣብ መንጎ ኣባል ሃገራት ክመቓርሑ ዘለዎም ዝብል ሕቶ ኣብዚ ጉባኤ ቀንዲ ዛዕባ ምንባሩ ሬድዮ ሽወደን ሓቢራ ኣላ። ምስ ሃርሜኒ ሚድያ ኢኹም ዘለኹም ክብራት ሰማዕትና። ኣብ መወዳእታ ኣብ መወዳእታ ሽዱሽተ ኣዋርሕ ስልጠንኦም ሓንሳብ ክፍሊት እተቐበሉ ሕጹያት ፖሊስ ኣብ ዝሓለፈ ዕስራ ዓመታት ዝኾነ ወሰኽ ደሞዝ ከምዘይተገብረሎም ተገሊጹ። በዚ ድማ ሎሚ ዘለዉ ተዓለምቲ ምስቶም ኣብ ክልተ ሽሕን ክልተን ዝነበሩ ሕደ ደሞዝ ይኽፈሉ ኣለዉ። እዚ ርኡይ ጌጋ እዩ ክብል ሕጹይ ፖሊስ ማርቲን ኣሃንግ ሊምበርግ ንሬድዮ ሽወደን ፒ ፎር ቻናል ስዩሃራድ ገሊጹ ኣሎ። ነዚ ጉዳይ ምስ በዓል መዚ ፖሊስ ሽወደንን ሕብረት ፖሊስን እውን ኣልዒልዎ ኣሎ። ንሱ ናብ ፒፎር ቻናል ስዮ ሃራድ ኣብ ዝለኣኾ ናይ ኢመይል ጽሑፍ፣ በዓል መዚ ፖሊስ ሽወደን ኣብዚ ጉዳይ ኣብ ክንዲ ንሓደስቲ ፖሊስ ነቶም ታዕሊም ዝወድኡ ቀዳምነት ምሃቦም ከም ዝገለጽሉ ሓቢሩ ኣሎ። እምበኣር ክቡራት ሰማዕትና ንሎሚ ሰኑይ ዓሰርተው ሰለስተ ለካቲት ዝተዳለወ ሓጸርቲ ዜናታት ሃገራት ኖርዲክ በዚ ፈጺምና ኣለና። ምሳና ብምጽናሕኩም ኣዚና ነመስግን። ሰላም።